ናብ ምርቶን ምስ ከድኩ ኣብኡ ልዕሊ ዕስራ ዝኾና ኣዋልድ ተማሃሮ ጸንሓኒ። ዋላ ሓንቲ ናይ ትምህርቲ እንዶ ኣይነበረንን። እዚ ከይኣክል እቲ ዝዛረብዎ እንግሊዝ ካብቲ ኣነ ዝለመድክዎ ፍልይ ዝበለ ገጠራዊ ላህጃ ዝነበሮ ስለ ዝነበረ ንኽርደኣን ቁሩብ ተጸገምኩ። ሰለስተ ጥራየን መጽሓፍን ምንባብን ዝኽእላ። እተን ዝተረፋ ግና ዋላ ሓንቲ ናይ ትምህርቲ ኣምር ኣይነበረንን። ኣብዚ እዋን እዚኸ ከምዚ ዶሎ እዩ? ብምባል ብኹነታተን ኣዝየ ሓዘንኩም። ዝከኣለኒ ክገብር እኳ ምስ ነብሰይ ቃል እንተ ኣተኹ፣ ከቢድ ስራሕ ከም ዝጽበየኒ ብእዋኑ ተረደኣኒ። እታ ናይ መጀመርታ ስራሕ ዝጀመርኩላ መዓልቲ ከቢዱንን ተጻዒኑንን ስለ ዝወዓለ ዋላ ሓንቲ ከይተጠቐምኩላ ወዓልኩ። ግደ ሓቂ እዚ ረኺበዮ ዘለኹ ስራሕ ንዓይ ኣዝዩ ጽቡቕ ዕድል እዩ። ንሳተን እውን ወላ ካብ ገጠር ዝመጻ ድኻታት እንተኾና ኣበርቲዐን እንተድኣ ሰሪሐን ልክዕ ከምተን ኣብ ለንደን ዝመሃራ ዘይኮናሉ ወላ ሓንቲ ነገር የለን በልኩም። እቲ ዘገድስ ኣነ ይኹን ንሳተን ኣበርቲዕካ ምስራሕ ጥራይ እዩ ዘድልየና ኣብ ዝብል መደምደምታ ድማ በጻሕኩ። ካብታ መጀመርታ መዓልቲ ካብ ትሮንፊልድ ጠፊኤ ዝወጻእኩላ ክሳዕ ለይተ ሎሚ ሮችስተር ካብ ኣእምሮይ ተኸዊሉ ኣይፈልጥን። ብፍላይ ሎሚ ምሸት ኣብ ኣፍደገ ገዛይ ኮፍ ኢለ ብዛዕባ እቲ ኩሉ ዝብለኒ ዝነበረ በብሓደ ዘከርኩም። ብፍላይ እቲ ሓደ መዓልቲ ናብ ፈረንሳ ኬድና ኣብኡ ክንነብር ኢና ዝብለኒ ዝነበረ ዘኪረ መርዓና ዕዉት ብዘይምዃኑ ሓዘነይ ርእሰይ ብምንቕናቕ ገለጽኩም። ናብ ፈረንሳ ከም ዝኸይድ ፍሉጥ ነገር እዩ፣ ምኽንያቱ ንትሮምፊልድ ኣዝዩ ከም ዝጸልኦ ርዱእ ነገር እዩ። ብፍላይ ብናተይ ምኻድ ኣዝዩ ክጉዳእ እዩ፣ በዚ ድማ ኣዝዩ ኣሕዚኑኒ። ብዙሓት ሰባት ንከተማ ፓሪስ ከድንቕዋ ይሰምዕ ስለ ዝነበርኩ፣ እቲ ናብራ ከተማ ፓሪስ ተራእዩኒ ብማለት ሕራይ ኢለዮ ነይረ፣ እንተ ዝኸውን ሕጂ ኣብ ፈረንሳ ይነብር ምሃለኹ ኢለ ኣብ ምስትንታን ኣተኹ። ንሱ ኣዝዩ ኸም ዜፍቅረኒ እፈልጥ እየ፣ ናይ ብሓቂ ድማ ብ ዘይቀልዓለም እዩ ኣፍቂሩኒ ነይሩ። ድሕሪ ሕጂ እውን ከምኡ ገይሩ ዜፍቅረኒ ሰብኣይ ዘሎ ዀይኑ ኣይስምዓንን። ይኹን እምበር፣ ምስኡ ምንባር ቅሳነት ኪህበኒ ኣይክእልን እዩ። ሮችስተርን ትሮምፊልድን ነዊሕ ስለ ዝሓዙኒ፣ ካብኡ ኽወጽእ ኣለኒ በልኩ። ብዛዕባኡ ምሕሳብ ገዲፈ ገለ ምድላዋትን ውጥን ትምህርትን ክገብር ኣለኒ ብምባል መጽሓፍ ክገናጽል ጀመርኩ። ኣብዚ ምስራሕ ዓቢ ሩፍታ'ዩ ፈጢሩለይ። ብጣዕሚ ናጻን ሕጉስትን ሰብ'የ ኮይነ ዘለኹ። ስራሕ ምድላዋትን ውጥን ትምህርትን ምስ ወዳእኩ ተመስገን ፈጣሪ ኢለ ኣብ ዓራተይ ተጋደምኩ። ደሓር ግና ከም ገለ እቲ ዘሕለፍክዎ ዘስካሕክሕ ህይወት ኣብ ቅድመይ ግትር ስለ ዝበለኒ፣ ዓይነይ ንብዓት ቁጥርጥር ኣቢለ በኸኹ። ኣጋጣሚ ዲያቆን ጀምስ ናባይ ገጹ ክመጽእ ብማዕዶ ስለ ዝረኣኽዎ ንብዓተይ ደራረዝኩ። ይኹን እምበር ጽቡቕ ስለ ዘይነቐጸ ነቲ ኣብ መእጉርተይን ዓይነይን ዝነበረ ንብዓት ርእዩ እንታይ ደኣ ስራሕ ምጅማርኪ ኣጣዒሱኪ ድዩ? በለኒ። ነኖ ኣየጣዕሰንን ኣይጸላእክዎን ከኣ። በልክዎም እንታይ ደኣ ኮንኪ ክትበኺ ጸኒሕኪ ምስ በለኒ እንታይ ኢለ ከም ዝምልሰሉ ሓፊረ ድንን በልኩ ኢሂ ገለ እባ በሊ ኢሉ ምስ ደገመኒ ግና ንበዓል ድያና ናፊቐየ ዝኸውን ኣብዚ ቀረባ እዋን ግና ከም ዝለምዶ ርግጸኛ እየ ናተይ ዝብሎ ስራሕን መደቀስን ብምርካበይ ናይ ብሓቂ ኣዝየ ሕጉስቲ እየ ቅድሚቲ ንዓኹም ምርካበይ ዘሕለፍክዎ ህይወት ኣዝዩ መሪር እዩ ነይሩ በልክዎም ጽሟ ኸይብርትዓኪ ኣሎ ድዩ? በለኒ። ነቲ ዝሓተተኒ ኸይመለስኩሉ እንከለኹ ዘረባኡ ብምቕጻል፣ ደሓር ከኣ ቃል መጸናንዒ ምእንቲ ኽትረኺቤ መጽሓፍ ቅዱስ ከተንብብን ክትጽልይን ኣለኪ። በለኒ። ጽሟ ኸማን ኣይክስምዓንን እዩ፣ ምኽንያቱ ብዙሕ ስራሕ ስለ ዘለኒ ኣይፍለጠንን እዩ። በልክዎ። በለ ሓንቲ ዝመኽረኪ ከምዛ ትብልያ ዘለኺ ኣበርቲዕኪ ስርሒ፣ ሕጂ ንዝሓለፈ ህይወት ንድሕሪት ምጥማት ፋይዳ የብሉን። ዝኾነ ጸገም እንተ ኣጋጢሙኪ ብእዋኑ ኣማኽርና። ብዝከኣለና ድማ ክንፈትሖ ኢና። ርኤኺ ዝሓለፈ ዓመት ኣነ ኣዝየ ኣብ ሕማቕ ኩነተ ኣእምሮ'የ ነይረ። ምኽንያቱ ከም እትፈልጥዮ ህይወተይ ጎደሎ'ዩ። ኣብዚ ዓዲ ምስራሕ ድማ ኣዝዩ ስለ ዝሰልቸወኒ ቦታ ክቕይር ወሲነ። ይኹን እምበር ሓደ ለይቲ ደቂሰ እንከለኹ እግዚኣብሄር ኣገልጋሊ ኮይነ ክሰርሕ ጸውዓኒ። እቲ ጻውዒት ኣዝዩ ደስ ስለ ዝበለንን ብጽቡቕ ስለ ዝተቐበልኩዎን ተመስገን ካብ ዝዓብ'ሞ እንታይ ኣሎ ኢለ ንስብከት ክርስትና ካብ ዓዲ እንግሊዝ ክወጽእ ወሰንኩም። ነዚ ክዛረበኒ እንከሎ ብተመስጦ'የ ዝሰምዖ ነይረ። ካብ ገጹ ድማ ሕጉስ መንፈስ ተዓዘብኩ። ካልእ ዘረባ ከይቀጸለ ግና ድምጺ እግሪ ሰብ ስለ ዝሰማዕና መን ደኣሉ ኢልና ጽን በልና። ከመይ ኣምሲኻ ዲያቆን ጀምስ? ዝብል ድምጺ ጓል ሰማዕና። እንታይ ከም ዝኾነ ግና ደስ ስለ ዘይበሎ ገጹ ብሓንሳብ በርበረ መሰለ። ደሓር ግና ነብሱ ኣረጋጊኡ ናብኣ ብምጥማት እግዚኣብሔር ይመስገን ብማለት መለሰላ። ነቲ ንገጻ ሸፊንዎ ዝነበረ ሻሽ ግንጽል መሰ ኣበለቶ ጽቡቕ ስለ ዝጠመትኳ ብልበይ ኣዝያ ጽብቕቲ ወይዘሪት በልኩም። ንሱ ግና ሓፊሩ ይመስለኒ ድን በለ። በዚ እዋን ዘይብሉ ግዜ'የ እንታይ ክትገብሪ በይንኺ መጺእኪ? ኣብ ሰዓት እዚ ጓል ኣንስተይቲ ካብ ገዛ ክትወጽእ ጽቡቕ ኣይኮነን በላ። ንሳ ግና ግዲ ከይሃበት ነብሰ ምትእማን ብዘለዎ ዘረባ። እዚ ሓድሽ ቤት ትምህርቲ ስርሑ ከም ዝጀመረ ባባ መሰእለለኒ ነዚ ሓዳስ መምህር ክረኽባ ኢለየ መጽየ ብምባል ናባይ እናጠመተት ፍሽኽ በለት። ኣስዕብ ኣቢላ ድማ መርቶን ከመይ ረኺብክዮ? ተመሃሮኺ ይኹና ገዛኸ ከመይ ተቐቢልክዮ? ብማለት ኣከታቲላ ሓተተትኒ። በቲ ዘራርብኣ እቲ ኩሉ ናውቲ ትምህርትን መደቀስየይን ዘማላኣቶ ንሳ ምዃና ተረዳኣኒ እወ ብጣዕሚ ፈትየ ኣለኹ እቲ ዘድሊ ንዋት ስለ ዘማላእክለይ ድማ ብጣዕሚ መስግነኪ ከምዚ ድያቆን ጀምስ ዝነግረኒ ድማ ስምኪ ወይዘሪት ኦሊቨር ምዃንኪ ፈሊጠ ኣለኹ ኣነ ድማ ጀይን እዩ ስመይ ጽቡቕ ሊራ ይግበረልና በልክዋ የቐኒለይ ድሕሪ ምባል ኣስዕብ ኣቢላ ኣነ ኣብ ገዛ ምውዓል ይጸልኦ ስለ ዘለኹ ሓደ ሓደ ግዜ እናመጻእኩ ክሕግዘኪ ኢላ ምሳይ ዘረባ ወደእት ገጻ ናብ ጀምስ ብምምላስ ድማ፣ ሎሚ መዓልቲ መሓዙተይን ክበጽሐን ኢለ ናብእን ምስ ከድኩ፣ ኣብኡ ምስ ሰራሕተኛታት ቤት ጽሕፈት መንግስቲ ከእላ ጸኒሔናኒ። እቲ ጸወታ ኣዝዩ ስለ ዝመቀረና፣ ናብ ካልእ ቦታ ኬድና ዘይንዘናጋዕ ዝብል ሓሳባት ኣምጺኦም። ተታሒዝና ድማ ናብኡ ኬድና። ኣብ ሓደ ግሩም መዘናግዒ ማእከል ኣቲና ክንስዕስዕ ኣምሲና። እቶም ሰብኡት ኣዝዮም ተጻወትን ባህ ዘብሉን እዮም ኢላ ተዕልሎ ነበረት። ዲያቆን ጀምስ ግን በቲ ትዛረቦ ዝነበረት ዘረባ ባህ ስለ ዘይበሎ ገጹ ኣእሲሩ እዩ ዓይኒ ዓይና ዝጥምታ ዝነበረ። ልቡ ብኣፉ ክትወጽእ ክሳዕ እትደሊ ኣዕሚቑ ኣስተንፊሱ ዋላ ሓንቲ ከይመለሰላ ድማ ስቕ በለ። ንሳ ግና ዕላላ ብምቕጻል ሎሚ ምሸት ንባባ ክትርእዮ ክትመጽእ እንዲኻ፣ እንታይከ ደኣ ጠፊእካ? በለቶም። ኩነታታ ደስ ስለ ዘይበሎ ድማ ኣሕጺሩ፣ ሎሚ ክመጽእ ኣይጥዕመንን እዩ። ካብ ኣዘራርባኡ ከም ዝተረዳእክዎ ስለ ዘይጠዓሞ ዘይኮነስ፣ እቲ ምኻድ ገዛ ስለ ዘይተቐበሎ ምዃኑ ይርደኣካ። ደሓን ጽቡቕ፣ እንተ ዘይጥዒሙካ ከኣ ደሓን። በል ኣነ ክኸይድ ብሩኽ ለይቲ፣ ኢላትና ናብ ገዝኣ ከደት። ዲያቆን ጆምስ ጎረርኡ ቃል ምውፃእ ዝኣብዮ ክመስል ቀስ ኢሉ ብሩኽ ለይቲ ኢልዋ። ንሱ እውን ወፂኡ ናብ ካልእ ኣንፈት ብምኻድ ተፈላለና። ንሱ ሱቕ ኢሉ መገዱ ክገብር እንከሎ ንሳ ግና ክልተ ግዜ ተገምጢላ ጠመተቶ። ብድሕሪኡ ዝነበራ ክልተ መዓልታት እውን ብሓንሳእ ርእየዮም እየ። ዲያቆን ጀምስ ነተን ኣዋልድ ትምህርቲ ሃይማኖት ክምህር ስሕት ኢሉ ይመፅእ እዩ። ንሳ ድማ በቲ ዘለዋ ሃብቲ ኣብ ልዕሊኡ ጸቕጢ ንምግባር ኣዝዩ ግሩም ክዳውንቲ ተኸዲና ናብቲ ቤት ትምህርቲ ትመላለስ እያ። ሓደ መዓልቲ ክሳዕ ክፍሊ ብምእታው ነተን ተመሃሮ ዲያቆን ጀምስ በዚ ገይረልክን ዘለኹ ከተመስግንኦ ኣለክን፣ ንሱ'ዩ ነዚ ሓሳብ ኣበጊሱን ህዝቢ ኣተሓባቢሩን፣ እዚ ዕድል እዚ ፈጢርልክን ዘሎ ብምባል ኣብ ልዕሊኡ ዘለዋ ኣድናቖት ገለጸትለን። ዕረፍቲ ሰዓት ኣኺሉ ሰለስቴና ካብ ክፍሊ ወጺና ኣብ ገዛ ምስ ኣተና የፍቅረኪ'የ ንስኺ'ውን ተፍቅርኒ ምዃን ክርድኣኒ ይኹን እምበር ኣነ ንቤተ ክርስትያን ንምግልጋል ህይወተይ መኒነ ሚስዮናዊ ንምዃን'የ መዲበ ዘለኹ በላ ነዚ ምስ ተዛረባ ንጊዜኡ ስቕስቕ ኮነ። ጸኒሓ ግና ልክዕ ከምዚ ቆልኣ ኮደብደብ እናበለት ከደት። ምስ ነብሰይ እንታይ'ዩ ክንድዚ ዘሰሓሕቦም እየ ዝብል ነይረ። ሕጂ ግና ጽቡቕ በሪሁለይ። እቲ ምስጢር ደሓር'የ ፈሊጠዮ። ኣቦኣ ንስድራ ቤት እንዳ ሪቨርስ ብጣዕሚ'ዩ ዝፈትዎም ነይሩ። በዚ ምኽንያት ጓሉ ነዚ ድኻ ድያቆን እንተ ኣመርዒዋ ይድግፎ እምበር ኣይጸልኦን'ዩ። ስለዚ'ዩ ርክቦም ጽቡቕ ክኸውን ዝኸኣለ። ነዚ ምስ ፈለጥኩ፣ ሓደ መዓልቲ ኣነን ንሱን በይንና ኣብ ዝነበርናሉ፣ ሚስዮናዊ ዄንካ ግዜኻ ኻብ እተሕልፎ፣ ንምንታይ ንዓኣ ተመርዒኻ ሓዳርካ ዘይትገብር? ደሓር ከኣ እዘን ኣሕዋትካ መን ኣለወን? ኣርሒቕካ ኻብ እትጠፍእ፣ ሓዳርካ ጌርካ ኣብ ጥቓኣን ዘይትነብር? ኢለ ኣማኸርክዎ። ንሱ ግና ዋላ ሓንቲ ኸይመለሰለይ፣ ተሰናቢቱኒ ኸደ። ሰሙናት ዝጠፍእ ዲያቆን ጀምስ ኣብ ወርሒ ሕዳር ሓደ ምሸት ክበጽሓኒ ይመጽእ እሞ ዓይኑ ናብቲ ኣብ መንደቕ ተሰቒሉ ዝነበረ ባዕለይ ዝቐባእክዎ ምስሊ ወይዘሪት ኦሊቨር ተመሲጡ ፍዝዝ ኢሉ ክሪኦ እንከሎ ተዓዘብክዎ። እዛ ቅብኣ ከመይ ረኺብካያ? እንተ ፈቲኻያ ከማኣ ክስእለልካ ይኽእል እየ በልክዎ። ገና ዓይኑ ካብኣ ከይነቐለ ብመልክዓ ተደኒቑ፣ ኣዝያ ጽብቕቲ ወይዘሪት እኮ'ያ፣ በለኒ። ኣነ ድማ ነዛ ዕድል ተጠቒመ፣ ንሳ'ኮ ኣዝያ'ያ ተፍቅረካ፣ ቤተሰባ'ውን ኣዝዮም'ዮም ዘኽብሩኻ፣ ስለዚ ዘይትምርዓዋ? ብማለት ኣጥቢቐ ሓተትክዎም። ንሱ ግና ነቲ ሓሳባት ስለ ዘይተቐበሎ፣ ከምዚ ዓይነት ሓሳባት ምቕራብኪ ኣዝየ እየ ተሓጒሰ ዘለኹ፣ ብኣይ ተገዲስኪ ከምኡ ብምባልኪ የቐንየለይ። ብምባል ሰዓቱ ኣብ ጠረጴዛ ኣቐሚጡ ኣብቲ ሴድያ ኮፍ በለ። ንኽሓስብ ድማ ዓይኑ ንሓሙሽተ ደቒቕ ዝኸውን ዓመቶ። ደሓር ግና ዓይኑ ሕሲሕሲ ኣቢሉ ናባይ ቁሊሕ ብምባል፣ መርዓ ምስ ወይዘሪት ኦሊቨር፣ ኢሉ ብምግራም ነቲ ኣብ መንደቕ ዝነበረ ባዕለይ ዝሰኣልክዎ ቅብኣ ካብቲ ዝነበሮ ኣልዒሉ ኣብ ኢዱ ብምሓዝ፣ ይርድኣኒ'ዩ ከመይ ዓይነት ሓዳር ክገብር ከም ዝኽእልን የሕዋተይ ድማ ክሳዕ ክንደይ ከም ዝሕጎሳን ምስ በለ ከይተዘራረብና ንርብዒ ሰዓት ስቕ በልና። ነታ ቅብኣ ኣብቲ ጠረጴዛ ብምቕማጥ ሰዓቱ ጥምት ኣቢሉ ርእሱ እናነቕነቐ፣ ንነብሰይ ከእምና ኣዝዩ ይኸብደኒ'ዩ፣ ኣነ'ውን የፍቅራ'ኳ እንተኾንኩ ክምርዓዋ ግን ኣይክእልን'የ። ምኽንያቱ ንሳ ምስ ዘለዋ ኣካይዳ ንፍዕቲ በዓልቲ ቤት ኣገልጋሊ ኣምላኽ ክትከውን ኣይትኽእልን እያ። እሞ ነዚ መደብ ካሞ ዘይተቋርጾ ምስ በልኩዎ ሓሪቑ ከምዚ ትበለኒ እዚ ኣምላኽ ብሕልሚ ዝጸወዓና ኣዝዩ ቅዱስ ስራሕ እዩ። ነዚ ቃል እዚ ኣብ ዝባነይ ተሰኪመ ክሳዕ ዝጸልመተ ክፋል ዓለም ከይደ ፍልጠት፣ ሰላም፣ ናጽነት ከምኡውን ተስፋ ምውራስ መንግስተ ሰማያት ክሰብኽ እየ ዝደሊ። ኣዝየ ዘፍቅሮን ምእንትኡ ድማ ክሞት ዝደልን ቅዱስ ስራሕ እዩ። በለኒ ነዚ ተዛሪቡ ምስ ወደኣ ብዛዕባኣ ኣይትሓስብን ዲኻ ንሳ እኮ ኣዝያ እያ ኣፍቂራትካ ዘላ እንተዘይ ተመርዒኻያ ከኣ ኣዝያ ክትሓዝንን ክትጉህን እያ በልክዎ ንሱ ጸገም የብሉን ኣነ ከምዘይ ምርዓዋ ምስ ፈለጠት ሓደ ወርሒ ብዘይመልእ ግዜ ክትቀብጽ እያ ናብ ካልእ ኣፍቃሪ ክትቅይር ጸገም የብላን ኣነ እንተ ተመርዒያ ግን መዋእለይ ቅሳነት ኣይክህልወንን እዩ በለኒ ኣነ ግና ብቐሊሉ ክገድፎ ስለ ዘይደለኹ፣ ኣዘራርባኻ ርግእ ዝበለ ይመስል ኣሎ፣ ይኹን ደኣ እምበር ብውሽጥኻ ትሳቐ ዘለኻ ኮይኑ ይስምዓኒ ሰሎ በልክዎም። በዚ ዳሕረዋይ ዘረባይ ተገሪሙ ብምስሓቕ፣ ቅንዕቲ ሰብ ኢኺ፣ ወዲ ተባዕታይ ምስ ጓል ኣንስተይቲ ብዛዕባ ከምዚ ዝኣመሰለ ጉዳያት ብግልጺ ከም ዝዕልል ኣይፈልጥን'የ ነይረ፣ ዝተሓፋፈሩ'ዮም ዝመስሉ ነይሮም፣ ብዛዕባ ፍቕርን ማሕበራዊ ካይዳን ብዙሕ ድኽመት ነይሩኒ፣ ሕጂ ግና ናይ ብሓቂ ለዊጥክኒ ኣለኺ። ኢሉ ቆቢዑ ብምልባስ፣ ድሌታተይ ኮነ ጽሑፍተይ ግና ዘይቅየር ሚስዮናዊ ምዃን'ዩ። ብምባል ናብቲ ኣብ ልዕሊ ጠረጴዛ ዝነበረ ናይ ስእሊ ጥራዘ ጠመተ። እንታይ ከም ዝረኣየሉ ኣይፈለጥኩን፣ ትኩር ኢሉ ድሕሪ ምጥማት፣ ነቲ ስመይ ጥራይ ቅድድ ኣቢሉ ብምውሳድ ቅልጥፍ ቅልጥፍ ኢሉ ወጺኡ ከደ። ኣነ ድማ ገሪሙኒ ዕንድ በልኩ። በይነይ ምስ ተረፍኩ፣ እንታይ ዘገድሶ ነገር ረኺቡሉ'ዩ? ስመይ ቀዲዱ ወሲዱ ኢለ ድሕሪ ምሕሳብ፣ ግዜ ከይዱን ደኺመን ስለ ዝነበርኩ ኣብ ዓራተይ ተጋደምኩ። ምዕራፍ ዕስራን ክልተን፣ ዘይተሓስበ ፍጻመታት፣ ዲያቆን ጀምስ ካብ ገዛ ተብተብ ኢሉ ምስ ወጸ ኣይጸንሐን፣ ድሕሪ ሒደት ደቓይቕ ከቢድ ውርጪ ክወርድ ጀመረ። ምሉእ ለይትን ቀትርን ከምኡ ኢሉ ሓደረን ወዓለን። በቲ ዝነበረ ኩነታት ኣየር ክድቅስ ኣይከኣልኩን። ሙቐት እንተ ረኸብኩ ብማልድ ድማ ሓዊ እናኸስኩ። እቲ ቐዝሒ ሓያል ንፋስ እውን ስለ ዝነበሮ ኣዝዩ ኣሰንባዲ ኩነታት እዩ ነይሩ። በቲ ዝነበረ ሕማቕ ኩነታት ኣየር ድቃስ ክወስደኒ ስለ ዘይከኣለ መጽሓፍ ምንባብ ጀመርኩ። ኣብ ከምዚ ኩነታት እንከለኹ ማዕጾ ገልጠም ስለ ዝበለ ንፋስ እዩ ዝኸውን ብምባል መጽሓፍ ምንባበይ ቀጸልኩ። እቲ ገልጠምጠም ዝመሰለኒ ድምጺ ናይ ማዕጾ ግና ኳሕኳሕታ ስለ ዝነበረ ማዕጾ ከፈትኩም። ኣብቲ እዋን ዘይብሉ ዲያቆን ጀምስ በቲ ዝወረደ ውርጪ ክዳውንቱ ጠልቅዩ ከንቀጥቅጥ ጸንሓኒ። እቲ ኩነታቱ ኣዝዩ ስለ ዘሕዘነኒ ሽጎማኖ ሂበ ነቲ መንበር ናብ ሓዊ ኣቕርብ ኣቢለ ኮፍ ክብል ሓበርኩዎ። ኣብ ጥቓ ሓዊ ኮፍ ምስ በለ፣ ናይ ደሓን ዲኻ ደኣ በዚ ሓያል ውርጪ ዝወርደሉ ዘሎ ሕማቕ ኵነታት ተዛዊርካ? ብምባል ገሪሙኒ ሓተትክዎም። ዕሕሕ ብምባል ጎረርኡ ድሕሪ ምጽራይ፣ ናይ ደሓን'የ፣ ቁሩብ ዘገድሰኒ ነገር ስለ ዝረኸብኩ፣ ንእሽቶ ከዘራርበኪ ስለ ዝደለኹ'የ በዚ እዋን ዘይብሉ ሰዓት መጺኤኪ። ከም ዝበልክዮ ኣብ ሰዓት'ዚ ስለ ዝመጻእኩን ስለ ዝረበሽኩኽን ኣይትሓዝለይ። ይኹን'ምበር ዘይቐስን ስለ ዝኾነ፣ ክሳብ ጽባሕ ክዕገስ ኣይከኣልኩን። ብዛዕባ ዜዕለልናሎም ክፋል ህይወትኪ ክሰምዕ ኣዝየ ተሃጥየ ዘለኹ ብማለት ንኽነግሮ ትኩር ኢሉ ጠመተኒ። ኣነ ድማ ግር ስለ ዝበለኒ ተገሪመ ብምጥማት፣ እታ ትማሊ ቅድድ ኣቢሉ ዝወሰዳ ወረቐት እንታይ ረኺቡለይ? እዚ ወዲ እምበርከ ብጥዕኑለይ? ብምባል፣ ብዛዕባ እንታይ ክትፈልጥ ደሊኻ? እናበልኩ ሓተትኮም። ኩነት ኣእምርኡ እንተተዓዘብኩ ግና እምበሺ ካብቲ ናይ ቅድሚ ሕጂ ዝፈልጦ ብዝበለጸ ተረጋጊኡ ነይሩ። እምበኣር እቲ ዘይነገርክኒ ክፋል ህይወትኪ ኣዕልልኒ ኢለኪ ክትነግረኒ ፍቓደኛ ካብ ዘይኮንኪ ኣነ ባዕለይ ሓደ ሓደ ሕቶታት ክሓተኪ'የ። ጽን ኢልኪ ስምዕኒ። ሓቂ ድማ ንገርኒ ኢኺ። በለኒ። ኩነታቱ ፖሊስ ዝተቐየረ ክሳዕ ዝመስለኒ ስለ ዝተገረምኩ ንስኻ ደኣ ብዛዕባይ እንታይ ትፈልጦ ኣለካ ኢኻ ክትሓተኒ? በልክዎም ንሓንጽን ኢልኪ ጥራይ ስምዕኒ ቅድም ሓደ ዕላል ከእለኬ ካብኡ ተበጊሰ ድማ ሕቶ ክሓተኬ እንተ ተጋግየ ድማ ትእርምኒ ወይ ከኣ ኣይኮነን ብምባል ትቃወምኒ ብምባል ዕላሉ ጀመረ ቅድሚ ዕስራ ዓመት ኣቢሉ ይኸውን ሓደ ድኻ ቀሺ ምስ ሓንቲ ጓል ሃብታም ፍቕሪ ይተሓዝ ንሳውን ኣዝያ ስለ ዘፍቅረቶ ንኽመራዓዉ መደብ ይገብሩ ነቲ መደብ መርዓ ግና እቶም ስድራ እታ ጓል ኣይተቐበልዎን። ንሳ ግን ስለ ዘፍቀረቶ ንስድራ ቤታ ብምቅዋም ተመርዕያ ምስኡ ሓዳር ትገብር። ሓዳሮም ምስ ጀመሩ ግና ኣብ ክልተ ዓመት ዘይመልእ ክልቲኦም በብተራ ብሕማም ይሞቱ። ኣነ ባዕለይ በብጊዚኡ ኣብ ቀብሮም ውዒለ ነይረ። እታ ዝወለድዋ ህጻን ጓሎም ድማ ኣኳኣ ከዕብያ ምስኡ ይወስዳ። ከመይ የዕብዮማ እኳ እንተዘይፈለጥኩ ክሳዕ ጓል ዓሰርተ እትመልእ ምስኦም ከም ዝነበረት ይፈልጥ። ካብኡ ናብቲ ቅድሚ ሕጂ ኣብ ለውድ እየ ተማሂረ ኢልኪ ዘዕለልኪ ንኣሕዳሪ ቤት ትምህርቲ ይሰድዋ። እቲ ዕላል ኣብዚ ኣንጠልጥል ኣቢሉ፣ እዚ ዕላል ምስቲ ዘዕለልክኒ ክፋል ህይወትኪ ኣይመሳሰልን? ኢሉ ፍሽኽ በለኒ። ገሪሙኒ ተመሲጠ ድሕሪ ምስማዕ ካልእ ክሰምዕ ስለ ዝተሃንጠኹ፣ ሕራይ በል ቀጽል ብድሕሪኡ'ኸ? ኢለ ጠመትኮ። ንሱ'ውን ሞራል ስለ ዝረኸበ ዘረብኡ ብምቕጻል፣ ኣብቲ ዝተማሃረትሉ ቤት ትምህርቲ ከም መምህር ተቖጺራ ሰሪሓ። ሓቂ ደለኹ ብዘስምዕ ክምልሰሉ ጥምት ኣበለኒ። ኣነ ኸኣ ጽቡቕ ኣለኻ ብዘስምዕ ርእሰይ ንቕንቕ ኣቢለ፣ ሕራይ ቀጽል በልክዎም። ምስ ሓደ ኣቶ ሮችስተር ዝተባህለ ሃብታም ሰብኣይ ከም መምህር ናይ ጓሉ ኮይና ኢሉ ከይወድእ እንከሎ ኩሉ ህይወተይ ብኸመይ ክፈልጦ ክኢል ኢለ ብምግራም ካብዚ ንላዕሊ ስቕ ኢለ ክሰምዖ ዓቕሊ ሰኣንኩም። ዲያቆን ጀምስ ብምባል ኣቋረጽክዎ። ንሱ ግና ዘረብኡ ብምቕጻል፣ ከመይ ይስምዓኪ ከም ዘሎ ይርድኣኒ። ሓንሳእ ንእሽቶ ዓቕሊ ጥራይ ግበሪ፣ ክውድኣልኪ'የ። እቲ ሮችስተር ዝተባህለ ሰብኣይ ከመይ ዓይነት ባህሪ ከም ዘለዎ ኣፍልጦ የብለይን፣ ግን ክምርዓዋ ሓሲቡ ነይሩ። እንተዀነ ኣብቲ መርዓ መዓልቲ፣ ንሱ ቅድሚኡ ዝተመርዓወ በዓል ሓዳር ምዃኑን እታ በዓልቲ ቤቱ ድማ ሓንቲ ናይ ኣእምሮ ጸገም ዘለዋ ሰበይቲ ምዃናን ምስ ተፈልጠ፣ እታ መምህር ብለይቲ ጠፊኣ ወጸት። ክሳብ ሕጂ ኣብዘላ ኣይትበሃልን። ኣብ ጋዜጣ ከይተረፈ ዝፈልጣ ወይ ዝረኣያ ሰብ እንተሎ ዝብል ምልክታ ወጺኡ። እንተኾነ ክሳዕ ሕጂ ዋላ ሓንቲ ዳህያ ክርከብ ኣይተኻእለን። ኣቶ በርግስ ዝተባህለ ጠባቓ'ዩ ጸቒጡ ብዙሕ ላዕልን ታሕትን ዝብል ዘሎ። ኢሉ ምስ ወደኣ። ሓንቲ ነገር ክሓተካ፣ ብዛዕባ ኣቶ ሮጅስተር ኣበይ ይነብር ከም ዘሎ ኣፍልጦ ኣለካ ድዩ? በልክዎ። ብዛዕባኡ ዝፈልጦ የብለይን። በለኒ። እታ መምህር ከ መን ስማ? ንምንታይከ ክሳዕ ኣብ ጋዜጣ ተገዲሶም ይደልይዋ ኣለዉ? ብማለት ደጊመ ሓተትክዎ። ፈሊጡኒ ኢለ እናተሰከፍኩ። ከይመለሰለይ ስቕ ምስ በለ ድማ መሊሰ፣ ሮችስተር ድዩ ንኣቶ በርግስ ከም ጠበቓ ቈጺሩ ዘናድየኒ ዘሎ? ምስኡ ዋላ ሓንቲ ዝፈጸምናዮ ነገር የብልናን፣ ካባይ ድማ ዝደልዮ ነገር የብሉን፣ በልክዎ። ኣይኰነን፣ ንሱ'ሞ ጠበቓ ዘቝጽር ጕዳይ የብሉን። ኣቶ በርግስ ንዓኺ ደልዩ መልእኽቲ ናብ ትሮምፊልድ ምስ ሰደደ፣ እታ ኣብኡ እትሰርሕ ወይዘሮ ፋየርፋክስ ዝተባህለት ሰበይቲ እያ ካብ ትሮምፊልድ ከም ዝጠፋእኺ ዝሕብር መልሲ ልኢኻትሉ። ንሱ ድማ ክረኽበኪ ይደሊ ስለ ዝነበረ ኣብ ጋዜጣ ከይተረፈ ከናድየኪ ተገዲዱ። እቲ ዕላል ንሮችስተር ስለ ዘዘኻኸረኒ ናብ ለንደን ወይ ድማ ፈረንሳ ከይዱ ይዘናጋዕ ይህሉ ይኸውን ኢለ ብዛዕብኡ ክሓስብ ንጊዚኡ ስቕ በልኩ። ንሱ ኣብ ሓደ እዋን ልበይ ወሲዱ ክሳዕ ክቡር ኣፍቃሪይ ኤድዋርድ ብምባል ክጽውዖ ዝጀመርኩን ዳርጋ በዓል ቤተይ ክኸውን እውን ተቓሪቡ ዝነበረን ሰብኣይ ነይሩ። ነዚ ሓሲበ ምስ ወዳእኩ ዲያቆን ጀምስ፣ በሊ ንሳ ስማ ብምባል ካብ ማሕፉድኡ ንእሽቶ ወረቐት ኣውጺኡ እንኪ እዚ ወረቐት ርእዮ በለኒ። እታ ወረቐት እታ ትማሊ ጨሪሙ ዝወሰዳ ናይ ስእሊ ጥራዘይ ምንባራ ተዘከረኒ። ምኽንያቱ ኣብቲ ጥራዘይ ጀይን ኤር ዝብል ናይ ብሓቂ ስመይ'ዩ ተጻሒፎ ነይሩ። ክሳዕ ክንደይ መስተውዓሊ'ዩ ኢለ ተገሪመ ጠሚተ ሰሓቅኩም። ዘረብኡ ብምቕጻል፣ እቲ ኣብ ጋዜጣ ዝወጽእ ዝነበረ ጀይን ኤር ዝብል ስም ምስቲ ንስኺ ጀይን ኦልዮት ኢልኪ ዝተላልኸኒ ንስኺ ኢኺ ኢለ'ሞ ከመይ ኣቢለ ክጥርጥር? ኢሉ ድሕሪ ምውዳእ፣ ኣዝዩ ስለ ዝተገረመ ንስኺ ናይ ብሓቂ ጄኔር ኢኺ በለኒ። ሕጂ'ሞ እንታይ ክብል ኢለ እወ ኣነ'የ ኢለ ኣሕጽር ኣቢለ ድሕሪ ምምላስ ኣቶ በርግስ ግን ንምንታይ'ዩ ዝደልየኒ ዘሎ በልክዎም። ኣቶ በርግስ ብዛዕባ ንኣኺ ኣዝዩ ኣገዳሲ ዝኾነ ጉዳይ ዝደልየኪ ዘሎ ንዓኺ ዘጨንቕ ዘይኮኑ ድማ ዝጠቅም ነገር'ዩ። ንምንታይ ይደልየኪ ኣሎ ክትፈልጢ እንተደሊኺ ድማ ሓውብኺ ኣቶ ጆን ኤር ናይ ማዱራ ስለ ዝኣረፈ ኩሉ ንብረቱን ሃብቱን ንዓኺ ይውሪሱኪ ዘሎ በዚ ምኽንያት እዚ እዩ ድማ ዝደልየኪ ዘሎ በለኒ ብፍላይ ኩሉ ንብረቱ ንዓኺ ውሪሱኪ ምስ በለኒ በቲ ብልዕለይ ዝነበሮ ተገዳስነት ስለ ዝገረመኒ ከይደ ብዘይ ምርኣይ ኣዝየ ተጣዓስኩ ኣዝየ ስለ ዝሓዘንኩ ድማ ንብዓተይ ጽርር ጽርር ኣበልኩ። እዚ ኹሉ ንሱ ብኣይ ተገዲሱ ክሳዕ ትሮንፊል ጠበቓ ልኢኹ ነቲ መርዓ ደው ኣቢልዎ። ሕጂ ድማ ኹሉ ገንዘቡ ኣውሪሱኒ። እቲ ጠበቓ ኣብ ትሮንፊልድ መጺኡ እንከሎ ሓወቦኺ ሓሚሙ ክመጽእ ስለ ዘይከኣለ'ዩ ንዓይ ልኢኹኒ ኢሉኒ ነይሩ። ብዘይምርኻብና ኣዝዩ መሪር ሓዘን ተሰመዓኒ። ኣብ ዓለም ሓደ ተስፋ ክኾነኒ ዝተጸበኹ ሓወቦይ ብምስኣነይ ኣዝየ ተተንከፍኩም። ኣዝየ ጉሂ ከም ዘለኹ ዘስተብሃለለይ ዲያቆን ጀምስ፣ ኣጆኺ ኢሉ ድሕሪ ምጽንናዕ፣ እንታይ እንታይ ከም ዘውረሰኪ ክትፈልጢ እንተደሊኺ ክነግረኪ ብማለት ኩሉ ዘርዘረለይ። በቲ ሓደ ወገን ሓዘን በቲ ሓደ ድማ ርእዮን ሰሚዐን ዘይፈልጥ ሃብቲ ብምውራሰይ ኣይሓዘን ኣይሓጎስ ኮንኩም። ኩነታተይ በቲ ብዝሒ ዝወረስኩዎ ሃብቲ ክቀየር ስለ ዝረኣየኒ ድማ ፍሽኽ በለ። እንታይ ደኣ ኰንካ ክንድዚ ፍሽኽ ትብል? ክትላገጸለይ ዲኻ ጸኒሕካ? በልኩዎ። ዲያቆን ናይ ምልጋጽ ባህሪ ከም ዘይብሉ እኳ ይፈልጥ እንተ ነበርኩ፣ ስለ ዝገረመኒ ከምኡ ኢለዮ። ብሩኽ ለይቲ! ኢሉ ክወጽእ ማዕጾ ክፍት መስ ኣበለ፣ ጐይየ ብምኻድ ማዕጾ ሒዘ ከይወጽእ ከልከልኩዎ። እዚ ዅሉ ግን ንስኻ ካብዚ መላእ ነባሪ እዚ ዓዲ ብፍላይ ተገዲስካ ብምንታይ ምኽንያት ክትፈልጥ ክኢልካ? ብሕቶ ዋጠርኩዎ። ንሱ ግን ርግእ ኢሉ። ካልእ ምስጢር የብሉን፣ ዲያቆን ስለ ዝኾንኩን ምስ ብዙሕ ሰብ ስለ ዝራኸብን እዩ። እቲ ኹሉ ኣብዚ ከባቢ ዝፍጸም ነገር ስለ ዝሰምዖ ጥራይ እዩ። በለኒ። እዚ ትብለኒ ዘለኻ ጥራይ ክኸውን ኣይክእልን እዩ፣ እቲ ሓቂ ንገረኒ፣ ኢለ ኣትርር ኣቢለ ስለ ዝሓተትክዎ፣ ካብ በልኪ እምበኣር ሎሚ ኣይነግረክን እየ፣ ኣብዚ ቐረባ ግዜ ግና እቲ ሓቂ ክትፈልጥዮ ኢኺ፣ በለኒ። ነኖይ ከውን'ዩ ሎሚ ንገረኒ ኣይተሻቕለኒ ድማ በልክዎም። ከምዚ ምስ በልክዎ ከሻቕለኒ ስለ ዘይደለየ። ኣደይ ወላዲተይ ሙሉእ ስማ ሊዛ ኤር ምዃኑ ትፈልጢ'ዶ? በለኒ። ኩሉ ነገር ሕውስውስ ስለ ዝበለኒ ሓውሲ ስንብድ ኢለ ተገሪመ። እንታይ ኢኻ ትብል ዘለኻ? ብምባል ነታ ኤር እትብል ናይ ሓባር ስም ደጋገምክዋ። ቀጺለ ሓደ ዘርኢና ኣሕዋት ኢና ዲኻ ትብለኒ ዘለኻ? በልክዎም። ንሱ እውን ከማይ ኣዝዩ ሓጎስ ስለ ዝተሰምዖ ዘረብኡ ንምቕጻል ጎረርኡ እሕሕ ኢሉ ብምጽራይ፣ እወ ኣደይ ስማ ኤር እዩ ዝብሃል። ክልተ ኣሕዋት ጥራይ እዮም ድማ ነይሮም። እቲ ሓደ ቀሺ ኮይኑ እቲ ሓደ ድማ ሃብታም ነጋዳይ። እቲ ቀሺ እቲ ዓንተቦይ ቅድሚ ዕስራ ዓመት ከም ዝሞተ ዘዘንተኹልኪ ሰብኣይ ኮይኑ ንሱ ኣቦኺ እዩ። ንሱ ኣብ ጌትስ ሄድ ንዝነብሩ ሃብታማት ስድራቤት። ጓሎም ተመርዕዩ። ይኹን እምበር ሓዳር ምስ መስረቱ ኣብ ውሽጢ ክልተ ዓመት ሰብኣይን ሰበይትን ሞይቶም። ኣብ ንኡስ ዕድሚኦም ስለ ዝሞቱ ድማ ሃሳስ ዝኽሪ'ዩ ዘለኒ። እቲ ሓደ እዚ ኹሉ ሃብቱ ንዓኺ ኣውሪሱኪ ዘሎ ጆን ኤር ናይ ማዱራ'ዩ። ኣቶ በርግስ ናቱ ጠበቓ ስለ ዝኾነ ናባና መርድእን ብዛዕባ'ቲ ውርሻ ከኣ ንዓና'ውን ስለ ዘገድስ መልእኽቲ ሰደደልና። ኣብቲ መልእኽቲ ድማ ንሕና ኣወረስቲ ከም ዘይኮና ንጓላ ኮና ከም ዘውረሳ ዝሕብር ጽሑፍ እዩ ነይሩ ኢሉ ዘረብኡ ከይወደኣ ንስኻ ማርያን ዲናን ደቂ እሞ ኢኹም ማለት ድዩ? ተገሪሙ ሓቲትዮ። እወ ጽቡቕ ኣለኺ ደቂ ሓንቲ እሞ ኺኢና። እሞ ዘይሓሰብክዎ ኣብ ዓለም ሰለስተ ኣሕዋት ረኺበ ማለት ድዩ? ተመስገን ኣምላኽ እቲ ኣብ ኣፍደገ ገዝኡ ወዲቑ ዝረኸበንን ካብ ማይን ቁርን ኣናጊፉ ህይወተይ ዘድሓነኒ ሰብ ንሱ ሓወይ እዩ ዝኸውን ማለት ድዩ? ሃብቲ ማለት እዚ እዩ ካብ ወርቂ ይኹን ገንዘብ ዝበለጸ ሃብቲ ማለት የሕዋት ምርካብ እዩ ድሕሪ ክንደይ መከራን ጽምዋን ናተይ ዝብሎም ኣሕዋት ረኺበ ድሕሪ ደጊም ሞት ከም ኣዳም ኢለ ሓጎስን ሓዘንን ተፈራሪቑኒ በኸኹም ዲያቆን ጆምስ ሕቑይ ድርዝ ድርዝ ኣቢሉ ፍሽኽ እናበለ ኣነ ደኣ ምስ ዘሕለፍኪዮ ሕሱም ህይወት ሃብቲ ረኺብኪ ኢልኪ ትሕጎሲ መስለኒ እምበር ኣሕዋት ረኺበ ኢልኪ ትሕጎሲ ከምዚ መሰለንን በለኒ እንታይ ትዛረብ ኣለኻ ንስኻ ከማይ ድሕሪ ክንደይ ዓመታት ሓብተይ ጓሎሙይ ረኺበ ኢልካ ኣይተሓጎስኳን ዲኻ ሙኻን ንስኻ ክልተ ኣሕዋት ስለ ዘለውኻ ኣይተገደስካን ትኸውን ኣነኳ ኣብ ዓለም ሓወይ ሓብተይ መቕርበይ ዝብለሉ ዘይነበረኒ ሕጂ ግን ብሃንደበት ሰለስተ ኣሕዋት ዝፈጠረለይ ሰብ እየ ካብ ቁርን ጥሜትን ኣናጊፍኩም ህይወተይ ዘድሓንኩምን ኢኹም እዚ ረኺበዮ ዝበሃል ዘሎ ሃብቲ ናይ ሓወቦይ ድማ ንዓኽም እውን ናይ ኣኮኹም ስለ ዝኾነ ብማዕረ ክንማቐሉ ኢና ኩላትና ድማ እናተረዳዳእና ብሓጎስ ክንነብር ኢና ኢለዮ ተፈላለና። እዚ ኩሉ ፍጻመ ንድያናን ማርያን ስለ ዝነገረን ኣነ ጓሎም'ን ብምዃነይ ኣዝየን ክሕጎሳ እንከለዋ እቲ ሃብቲ ግና ብጽሒትኪ ስለ ዝኾነ ብማዕረ ክንማቐሎ ኣይግባእን ብማለት ኩሎም ተቓወሙኒ። ኣነ ግና ብፍጹም ኢለ ስለ ዘቕበጽኩ ንኹሉ ብሕጋዊ መዳይ ናብ ኣርባዕቴና ንኽመቓቐል ወሰንኩ።